ታይ ኢና ንሰምዕ ኣለና? ወሰደ እውን ተፈሊጡ። እዚ ካብ ካምፓላ ናብ ጉሉ ዝወስድ ሃይወይ ህይወት ሱሳን ሰለሰን ሰባት ቀዚፉ ዝርከብ ዘሎ ኣብዛ ሎማዓንቲ ዕለት ሎሚ ፋዱስን ረብዕን ኣብ ኪታሌባ ቪለጅ ከምዘጋጠመ እውን ተፈሊጡ ኣሎ። እዚ ኣብ መንጎ ክልተ ባሳት ዘጋጠመ ሓደ። ኣብ ህይወትሲ ፈተውትና ጥራይ ዘይኮኑስ ክነመስግኖም ዝግበእና ፀላእትና እውን እዮም። ከምኡ እውን እዚኦም ጥራይ ኣይኮኑን።
እዚኦምን እዚኦምን ኣብዚ መደብ እዚ ብሓደ ክንርኢና ሰናይ ምክትታል።
ሰላማት ሰላም ሰላም ናይ ዩቲብ ቻናል እዚ ፍቕሪ ዝኾንኩም ተኸታተልቲ ሎማዓንቲ ውን ብጣዕሚ ፍልይ ፍልይ ብዝበሉ መደባት ሒዘ ተመሊሰ መፅየ እኒኦኹ ካባኹም ታይ ትፅበ ትፈልጥዎ ኢኹም ላይክ ጌርኩም እዛ ቪድዮ ጀምሮ ፅበ ትምህርት ላይክ ላይክ ግበሩ ላይክ ጌሮም እዮም ኢለ ሓስበ ከዚ ቻናል ድማ ሰብስክራይብ ምግባርኩም ይትርስዑ ኣይ ምብርታዕ ስለ ዝኾነኒ ኤኒ ኮመንት ኣሊኩም ኮመንት ውን ትኽእሉ ኢኹም ከዚ ናብ ዘን ዘጋጀኹም ቪድዮታት ንኸድ ኣምላኽ ኣቦይ ቆሊሕ ባበለኒ ናባይ ባጠምት ልበይ ስክፈተለይ ኣምላኽ ኣቦይ ኣቐይመካ ዶ? ነዊሕ ግዜ ካባኻ ዶ ርሒቐ ኣምላኸይ ኣብ ደቂ ሰባት ተወኪለ ክይድ ነይረ ይቕረ በለለይ ደቂ ሰባት ጠላማት ምኻኖም ይፈልጥ እየ ንስኻ ከሪት ጠልም ኣምላኽ ኣነ ግን ናይዛ ምድሪ እዚኣ ስዒርኒ ናይዛ ምድሪ ፍትወት ሒዝኒ ካባኻ ርሒቐ ኣምላኸይ ሕጂ ተስፋ ምስ ቆረጽኩ ምስ ድኸምኩ ይቕረ ሓተካ ኣለኹ ኣምላኽ ኣቦይ ንስኻ ሓዳግ ኣምላኽ ስለ ዝኾንካ ኣቱም ጾር ዝኸቦደኩም ንዑ ናባይ ስለ ዝበልካኒ ጾር ከቢዱኒ መጻካ ኣለኹ ብዓይኒ ምሕረትካ ጠምተኒ ኣምላኽ ኣቦይ ንስኻ ኢኻ ኩሉ ዝከኣለካ።
ከመይ ረኪብካዮም ሃበና ዓለም ንክሰብ እምበር ክሳራ የብሉን። ተስተውዒልካ ገንዘብ ኣብ ከባቢኻ እዩ ደሎ ወጻኢታት ከኣ ይብልካን እኮ ኢትካ ትሰድድ ገንዘብ ትቆልብ ኣህ ኢትካ ጥራይ ኢኻ ተውጽእ መጽዮ ኣትበል መንጎ ስራሕ ምዕላል ከኣ ጽቡቅ ኣይኮነን ሓወይ ጻዕዳ ሓወይ ብሩኽ ሓወይ ለዋህ ሓወይ ቦቅባቅ ሓወይ ፍቱሕ
ኪዳታ ለማኒ

ናይ ምንታይ ሰብዓ ሚእታዊት መዓር መን ዳሃበካ ካበይ ኣምፂኻ ድኣ እስኻ ለማኒ
ትመልሰሉ ዲኻ ትመልሰኒ ሓውኻ ኣይኮንኩን ሓውኻ ናዲ ይንዓል እወ ካባኻ ዘይተቐበልክዎ ብኡ ገይሩ እኮ ይመፅኒ ግደፎ እንዶ ሕጂ ትመልሰሉ ዲኻ ትመልሰኒ ኣበይ ከም ደኣ ተወሲ ረሲድ ዶ ክፅሕፈልካ ክድ ኣነ ብርሃፀ እየ ዝነብር ከማኻ ለሚነ ዝነብር ከይመስለካ ሃሎ

ነዛ መገዲ ክሳብ ሕጂ ዘይትፈልጥዋ ሰባት ትደኣ ኣለኹም ኮንኩም ሕጂ ፍለጥዋ ላይክ ከኣ ሃብዋ ብዙሕ ሰብ ክትበጽሕ ማለት እዩ እዛ ትርእይዋ ዘለኹም እዛ ቀጣን መገዲ ኣብ ማእከል ዘላ ጻዕዳ ሕብራ ማለት እዩ ዓይነ ስውራን ዝትርእይዎ ዘለኹም ዓይነ ስውር እዩ እታ በትሪ ናቱ ምሻላ ብኣ ገይሩ እዩ ርእይዎ ሰባት ኣብኡ ጠጠው ኢሎም ጠጠው ክብሉ ኣይፍቀዶምን እዩ ኣብኣ ብኣ ገይሩ ርእይዋ ወላ ጸላም ሕብራ ማለት እዩ ጸላም ክትከውን ትኽእል ጻዕዳ ክትከውን ትኽእል ግን እዛ መገዲ እዚኣ ትሪእዋ ኣለኹም እዚኣ በቃ እዚኣ ሲ እታ ናቱ በትሪ ረእዋ መሕበሪት እያ ናብ ዝኸይ ኣሎ ምሽ ናብኣ ይመጽእ ኣሎ እሳ እያ ትሕብሮ ሰባት ኣብኡ ጠጠው ኢሎም ተጸኒሖም ግን ክጋገ ይኽእል ቦታ ክጋገ ይኽእል ናብቲ ናይ መገዲ ባቡር ክኣቱ ይኽእል ማለት እዩ ስለዚ ሕቡሸይ ዘይትፈልጥዋ ተለኹም በቃ ኣብኣስ ጠጠው ኣይትበሃልን እያ ኣብዚኣ ትሪእዋ ዘለኹም ጠጠው በቃ በኣ- ንዓኣስ ካብኣ ስፍለለካ እግሩ ረእዎ ሓደ ኣብኡ ገይሩ ቦርሶኦም ኣብኡ ገብሩ ኣብኡ ጠጠው ብሉ ጠቕላላ ኣብዚኣ ሲ በቃ ክትከውንስ የብልካን ካብዚኣሲ ክትእለ ኣለካ ምናልባት ዘይትፈልጥዋ ክትኩን ትክእሉ ኢኩም ሬዎ ብዙሓት ወላ ጀርመናውያን ኮይኖም ዘይፈልጥዎ ኣለዉ ኣብ ጀርመን እዩ እዚ ቪድዮ ናይ ጀርመን እዩ እዚ ቪድዮ ባዕሉ እዩ ቀዲሕዎ እቲ ዓይነ ስውር እዩ በቃ እዛ ናቶም ናይ ዓይነ ስውራን እዛ ኩርሱ እዛ በትሪ ማለት ይጥቀሙላ እሳ ብኣ ገይሮም እዮም ዝኸዱ ምናልባት ዘይትፈልጥዋ ሰባት ወላ ዓሰርተ ኣለኹም ኮይንኩም ክትመሃሩላ ማለት እዩ ሓደራኹም ኣብኡ ጠጠው ኣይትበሉ ኢኹም ሬዎ ኣብኡ ግትር ኢሉ ጸኒሑ ብዝተኻእለ መጠን ኣብዛ መገዲ እዚኣ ኣይትኸውንን እያ። ኣብ በዓል ኣሜሪካ፣ ካናዳ፣ ካልእ ሃገራት ከመይ እንድዒ ግን ኣብ በዓል ኤውሮጳ ኣብ መብዛሕትኡ ብፍላይ ኣብ ጀርመን እዛ መገዲ እዚኣ ናቶም እያ ናይ ዓይነ ስውራን ከምዚኣ ጌሮም በታ በትሮም ንሳ እያ ትሕብሮም ማለት እዩ። ላይክ ኣይትረስዑ ብሩኽ ሰንበት ከኣ ኣየሳእነና ጋዜጠኛ እንደሸሽ ካብ ሃገረ ጀርመን የቐንየለይ።
እዚኦም ህግደፍ እንታይ ስብከት እዮም ዘምፁ ሎሚ ኤርትራ እኮ ሰብ እኮ ኤርትራ ይኣቱ ኣሎ ኤርትራ ክትኣቱ ይትደሊ እንዲኻ ማለት ገለ ብሎ ኖኖ ኣነ ኣይደልን እየ ኣነ ኤርትራ ዝኣቱ ምስ ኤርትራውያን እዩ ኣነ በይነይ ዝኣትዋ ኤርትራ ኣይደልን እየ ንመሰረቱ እውን እኮ ኣነ ክንብል ምስ ጀመርና ኢና ከም ህዝቢ ጠፊና ኣነ ዝበሃል ነገር የለን ንሕና ዝበሃል ነገር እዩ ዘሎ ደቂ ጴጥሮስ ሰሎሞን ከመዓስ እዮም ክኣትው ጴጥሮስ ሰሎሞን መዓስ ናፍታ ዝተጋደለላ ሃገር እንተስ ብህይወት እንተስ ኣብ መቓብር ሓርበኛታት መዓስ ኢና ክንሪኦ ሃይለ ወልደ ትንሳኤ ድሩዕከ ደቁኸ ቢትወደድ ኣብርሃኸ መሓመድ ሸሪፎኸ ጀሽዋኸ እዞም ኩሎም ኣመሓይሩ ዘለዉኸ ወራባውት ዘም እንታይ ክንርኢ ኢና ክንከይድከ እታ ዓሰርተ ሸሞንተ ሸውዓተ ሰለስተ ሰባት ኣሰዊኣ ስቲል ናይ ናይ ናይ ሕክምና ዋጽሎ ኢላ ትልምን ዘላ ጓል ስውእከ ብዛዕባኣኸ ስለዚ እቲ ዝጀመርናዮ መትከል እቲ ዝሓዝናዮ መትከል እኮ ዕላማ እኮ ነይርና እዩ። ብዕላማ ጀሚርና ብዕላማ ንውድእ። ነቶም ዝጋላበጡ ከድኩም ኣታልልዎም። ነቶም ደቂ ዶላር፣ ነቶም ደቂ ዩሮ፣ ነቶም ደቂ ናቕፋ ንሕና ኣይንታለልን ኢና። ገንዘብ ኣይንደሊ ዋላ ገለ ይንደሊ። ስለዚ ሲ ብዛዕባ እቶም ኣመሓዩር ዘለዉ ብዛዕባ እቶም ድምፂ ክኾኑ ዘይክእሉ እዩ እምበር ኣነ ኣብ ኣስመራ ከይደ ሸናዕ ክብል ኣነ ብ ኣስመራ ከይደ ኣብ ፈቆዶ ባራት ክሰቲ እታ ስንክልቲ ናይ ወራራት ጓላ ሒዛ ደቂ ደቃ ተዕቢ ዘላ ትማሊ ትዛረብ ዝነበረት ሰበይቲ ከ ብዛዕባኣ ከ ኣነ ብ ገዛ ብ ኣስመራ ከይደ ኣነ ምስ ስድራ ቤተይ በጊዕ ሓሪደ ክበልዕ ከለኩስ እታ በጊዕ ክትሓርድ ዘይትክእል ስድራ ከ እታ ተደርብያ ዘላኸ? እቶም ስድራ ስዉኣትከ? እቶም ዝተሰውኡኸ? እቶም ዘገልገሉኸ? ብዛዕብኦምከ? ንዕኦምከ ደኣ መን ይሓብሕቦም? ንዕኦምከ መን ጎኒ ይኹኖም? እታ ጓል ስዉእ ኮይና ሓሚመ ኣዋጹለይ ኣብ ሊብያ ተደርብያ ሓሙሽተ ሽሕ ትብል ደላኸ? እሳኸ እንታይ
እመይ እዞም ኣብዚኣ ዘለዉ ተምበሊኖ ተጥፍእለይ ኣብዚኣ ዘለዉ ተምበሊኖ ወይ ከንድዶምየ ወይ ተጥፍእለይ ወይ ስጎግለይ ኣብ ቅድሚኡ ከምኡ በለ ንኽንደይ መዓልቲ ወሲዱ ኢልካ ንዓይ ተዛርብኒ።
ኩብለየ እዚኣቶምሲ እንታይ እዮም ዝብሃሉ ምሕረት ጓለይ እ ንሕና ንፈልጥ ሰብ ምኪኤል ይሰቅል ገብርኤል ይሰቅል እዚኦም ናይ ምንታይ ጣኦት ይብሃሉ እ ጡጥ ወወቲፍካ ጨርቂ መዓልቲ መዓልቲ ግዝእለይ ክገዝእ ጽክታት ኣውጺኤ ዳወይ ተዛሪብካዮም ኣይምሉሱ

ገዲፈዮ እየ ኣቲ ገዲፈዮ እየ ኣቲ ገዲፈዮ እየ ንዕንዶ እቲ እዋይ ኣታታይ ዝወሰደ ከሲርክኒ
ሓደ መዓልቲ ኩሉ ጽቡቕይ ክትዝክርዮ ኢኺ ሕጂ ዋላ ሓንቲ ቃል ክዛረበኪ ዓቕምን ብቕዓትን የብለይን ምክንያቱ ኣብዛ ሰዓት ኣነ ንዓኺ ኣገዳሲ ሰብ የለኹን ከም ዘገድሰኪ ትፈልጠሉ ግዜ ግን እቲ ናተይ ሓልዮት ፍቕሪ ምስ ጎደለኪ እዩ ግደ ሓቂ ፈጺሙ ክኸፍኣኪ ምደለኹን ከመይ ኢሉሞ ክጥዕመኪ ጥዑም ሂወት ረጊጽኪ ጸላም ዘይኮንክን መሪጽኪ በቲ ኮይኑ በቲ ዝበልኩኺ ቃለይ እዩ ቃል ፍቕሪ ፈጺሙ ዘይቅየር ቃል

እንታይ እዩ ከምዚ ብሓንሳብ ክንድቅስ ገለ ማለትካ ድዩ? እወ ጩ ኣብኡ መዓት ጥዑም ነገር እዩ እኮ ዘሎ። ዋ ኖና እታ ቤብ ኣነስ ምስ ወዲ ገለ ምድቃስ ማራ እዩ ዘፍርሓኒ። ባ ክገርመኪ ከ ኣይትኣምን እንተኾን እምበር ህይወት ብምልእታ ኣብኣ እያ ዘላ። ኣበይ ማለት እዩ ሳባ? ኣብቲ ዓራት እዚ ብሩኽ ዓራት ክንደይ ጥዑም ነገር እዩ ሒዙ ዘሎ። ብኸመይ እሞ ከረዳእኪ ወደይ ደሓን እስኺ መግቢ መራ ስለ ትፈትዊ ከምዚ ቀመም ዘይብሉ ወይ ከዓ ጨው ዘይብሉ መግቢ ከመይ ይጥዕም ዶ እደ እንተ ክጥዕም በኣ ሽጦር ይብል መግቢ በቃ ወዲእኺ ኣለኺ ህይወት

ማርቲ ኣነ እኮ ንዓኺ ኢለልኪ እየ እምበር ከምዚ ክርብሸኪ ደልየ ገለገለ ከይመስለኪ ብኸምኡ ከይትርድእኒ ሓበ ይኣመለይ ኣታ ቤቢ ኣነ እኮ ፍትውቱ እየ ዘብለካ ሕጂ ከምታ ናይ ኩሉ ግዜ ጌርካ ትእመን እንዲኻ ኣቲ ማርቲ እቲ ምፍታው ጥራይ እሞ እንታይ ክዓብስ እዩ ዓራት ብሉ ገለ ብሉ ድሓ ሎምስ ሽወያ ባፈንውልና ዋላ

እዚ ሑፃ ገለመለ ባሕሪ ገለገለ ዋላ ሓንቲ እዩ ዘይገልፆ ንፍቕሪ ገንዘብ ጥራይ ዝገልፆ ትፈልጢ መራ ሕጒስክኒ ሕጂ ቀረብ እሞ ማርቲተይ ከምታ ናይ ኩሉ ግዜ ኣያ ተመካረ ከትጅብኤቲ
ኣብ ህይወትሲ ፈተውትና ጥራይ ዘይኮኑስ ክነመስግኖም ዝግበአና ፀላእትና እውን እዮም ዝብል ነገር እዩ ካብ ፀላኢኻ ንላዓል ጠቃሚ ከበረ ሓደ ነገር የለን ድሕር ዓሚቕካ ሓሲብካ እዩ ምናልባት ስለ ዘይርደአና እዩ በታ ዝተሃሰናያ ነገር ስለ ንሓስብ እዩ እምበር መን እፈልጥ ካብታ ዝተሃሰናያ ንእሽተይ ነገር ካልእ ንዝዓበየ ከይንህሰ መጠንቀቕታ ኮይንና እንተኾነ እታ ቀዳማይ ዝተዓንቀፍና እያ ስለዚ በዚ ኮይኑ በቲ ሓደ ሓደ ግዜ ክትሓስብ ከለኻ ካብ ፀላእትና ንላዕሊ ጠቐምትና ዋላ ሓደ ሰብ የለን ንሕና ዘይረኣናዮ ኣንግላት እዮም ኣርኦምና ኢለ ይሓስብ ወይ ዘርእኻ ኢለ ይሓስብ ስለዚ ኣመስገንቲ ክንከውን ኣለና ንፈተውትና ጥራይ ዘይኮነስ ዋላ ንፀላእትና ኣመስገንቲ ተኾና ፅቡቕ እዩ ዝብል ኣምር ካብቲ ዓርከየ ተማሂረዮ ሓቂ ኢኻ ክትሓስቦ ከለኻ ሓቂ መወዳእታ ዋላ እንተዘይኮነ ከይድካ ትሓስብ ኢኻ ካብ ቅርሕንትን ቂምታን ሕነ ክትፈዲ ናይ ምድላይን ሕማቅ ዝኸፍእ ነገር ዋላ ሓደ ነገር የለን ብዙሓት ብከምዚ ዓዲስ ገይር ከይዶም እዮም ነገራት ኣብ ዝተጨበጠ ነገር ከየብፅሑ ማለት እየ
ሄሎ ረቢተይ ሽኮር ወይ ኣብዚኣ ዘለካ ስቕ ኢሉ ሙትሩስ ሰበይታ ካብ ካልእ እንዳ ሰበይቲ እንዳማትሎ ቃምት ግዳ ካልእ ጉዳይ እዩ ዘይገብር በዓል እዚኦም እዮም ከዓ እውይ ወላ ኣነ ማራ ንፍቅ ኣቢለካ ኣለኩ ግን ኣብ ገዛካ ምንራከብሲ። ወጺና ሕሸና መስለኒ። ናበይ ክትወጺ ኣእጋርኪ ከኣ ትስበር እዩ።
በቃ እወ ወጺ ክድውለልካ እንዴ ሽዑ ኣብታ ንፈልጣ ክለብ ክንከይድ ኢና ወከ ወከ ክንብል ኢና ክንዘናጋዕ ኢና። ኣዘንጊዕኻ ክሳድ ክንሰብረክን። በቃ ኖኖ ኣይድንጉኔ ጀስት ፋይፍ ሚኒ ክውድእ እሞ ክድውለልካ እየ። ደሓን እሺ ረቤ።
ስምዕኒ እንዶ ናበይ ክትከዲ። ኢሂ እንታይ ይምልከተካ።

ሎማዕንቲ ፖሊስ ዩጋንዳ ንመንግስቲ ዩጋንዳ ከምዘውጽኦ መሰረት እንተድኣ ኮይኑ ኣብ ውሽጢ ዩጋንዳ ሓደ ዓቢ ሓደጋ ኣጋጢሙ ውዒሉ። እዚ ዘጋጠመ ናይ ባስ ሓደጋ ድማ ከባቢ ንልዕሊ ሱሳ ሰብን ልዕሊኡን ዝኸውን ህይወት ሰብ ከምዝወሰደ'ውን ተፈሊጡ። እዚ ካብ ካምፓላ ናብ ጉሉ ዝወስድ ሃይወይ ህይወት ሱሳን ሰለሰን ሰባት ቀዚፉ ዝርከብ ዘሎ ኣብዛ ሎማዕንቲ ዕለት ሎሚ ፋዱስን ረብዕን ኣብ ኪታሌባ ቪለጅ ከምዘጋጠመ'ውን ተፈሊጡ'ሎ። እዚ ኣብ መንጎ ክልተ ባሳት ዘጋጠመ ሓደጋ፣ ኦቨርቴክ እናገበሩ ክልቲኦም ከለዉ ዝተረኽቡኒ ማለት እዩ። ሓደ ኦቨርቴክ ገይሩ ክሓልፍ ሓሲቡ በንጻሩ ዳይሬክሽን ዝመጸ ሰብ እውን ኦቨርቴክ ገይሩ ክሓልፍ ኣብ ዝፈተኑሉ ግዜ ክልቲኦም ከም ዝተጋጨዉን እሱ ጥራይ ዘይኮነ ድማ ኣዝዩ ብዙሕ ሰብ እውን ኢንጁር ኮይኑ ከም ዘሎ እውን ተፈሊጡ ማለት እዩ። እዚ ድማ ናይዚ ዓመት እዚ ይኹን ነዚ ዝሓለፈ ዓመታት ካብቲ ዝኸፍኣ ሓደጋ ተባሂሉ ተጠቒሱ ዘሎ ኣብ ውሽጢ ዩጋንዳ እዩ። ተወሳኺ ዝተፈላለዩ ምንጭታት ኣብ ውሽጢ ዩጋንዳ ከም ዘምጽዎ ዘለዉ መሰረት እንተድኣ ኮይኑ ነዞም ሓደጋ ዘጋጠሞም ወይ ህይወቶም ዝሓለፉ ወለዶም፣ ሓሓሙሽተ ሚልዮን ዩጋንዳ ሽሊንግ ከምኡ ድማ ነቶም ሓደጋ ኣጋጢምዎም ቁስሊ ሒዞም ኣብ ሰዓት እዚ ቆሲሎም ዝርከቡ ደለዉ ድማ ሓሓደ ሚልዮን ዩጋንዳን ሽሊንግ ፕረዚደንት ናይ ሃገረ ዩጋንዳ ዩዌሪ ሙሰብኒ ክወሃቦም ከም ዝኣዘዘ ተገሊጹ።
መናእሰይ ግደፉ እንደ ትጸግቡ ኣለኹ ናብ ልብኹም እንደ ተመለሱ ግደፉ ግደፉ ግደፉ እንደ በስመኣም በሉ በስመኣም ኢልኩም እንደ እኽሊ ብልዑ ሕደጉ እንደ ቀደ ቅድም ከምኡ እኮ ነበርና በስመኣም ኢልና ኢና እንጀራ ንበልዕ ነርና ደቂ ቀዳሞት ኣነ ወዲ ዘጠና ዓመት ሕማቕ እየ ዝርኢ ዘለኹ፣ ሕማቕ እየ ዝሰምዕ ዘለኹ። ሓደ ቃል እንደ ንኹን ኣታ ግደፉ እንደ ብኻራ ኣይንቃተል ኣታ ብኻራ እኮ ተዋዲእና ሕደጉን ሓንቲ ቃል ኮይና ሓወይ ሓወይ ንበሃል ሕደጉን ዶ እታ በስመ ኣብ ውዕለትና ደይንውዕል ሸቂልና ደይንብዕል ካኢና ኮይንና ሕደጉ ብኻራ ኣይትተሓራረዱ ግደፉ ብምፍራሕ ዘይትፋለጡ፣ ብዱላይ ትዋቕዑ፣ ገንዘብ ክትሕዱ ጎይትቃተሉ፣ ኣኸለ እንድዒ። ታይ ክዛረብ ታብሉይ ሓሊፈ ታይ ክንዛረብ ታው ሓሊፈካ ኣታ ሕደጉ እንዶ ከምኡ ደና ኔርና ኣታ
እሺ ጋይስ ተን ናሎማዓንቲ ዘዘጋጀኹልኹም መደባት እዚኤን ይመስላ ነይረን ላይክ ከም ዝገብርኹም ተስፋ ይገብር ከምኡ እውን እዚ ቪድዮታት ከም ዝፈተኹምዎ ኮመንት ሃሊኩም እዚ ክውሰኸ ኔዎ ክቕየር ኔዎ ትብሎ ነገር ተሃልዩ ኮመንት ግበርለይ ዘመሓዋተይ ኣይ ላቭ ዩ ኩሉ ነገር ይቕናዕኹም